ሰላም ተኻታተልቲ መደብ ኣጀንዳ ሎሚ ኣጀንዳ ሎሚ ኣብ ህሉው ኩነታት ዓለምናን ከባቢናን ስፖርትን ኣተኲራ ሰሙናዊ መደባት ሰሪዓ ናባኹም ከተብሎ ተዳልያ ኣላ ንስኻትኩም ከኣ እዛ ብናጻ ትወሃብ ሳብስክራይብ ዶ ከይትበቁልና ብዝኾነ ኣብቲ እንቕርቦ መደባት ክትሳተፉን ሓሳብኩም ከተቕርቡን ብልቢ ንሓትት የቐንየልና
ወዲ 31 ዓመት ኮኸብ ተጻዋታይ ኩዕሶ እግሪ ሰኔጋላዊ ሳዲዮ ማኔ ምስ ጋንታታት ኩዕሶ እግሪ ክለብ ዛልስቡርግ እንግሊዛዊት ክለብ ሊቨርፑል ከምኡ'ውን ምስ ዓባይ ጀርመናዊት ክለብ ባየር ሙኒክ ተጸንቢሩ ዝተጻወተ ኮይኑ ኣብ ዛልስቡርግን ሊቨርፑልን ጽቡቕ ናይ ኩዕሶ እግሪት ሃዋሁ ከሕልፍ ከሎ ኣብ ባየር ሙኒክ ግን ከም ብዝድለ ብቕዓቱ ከም ዘይረኣየ ክግለጽ ጸኒሑ እዩ። ኣብ ባየር ሙኒክ ብዘጋጠሞ ናይ ጸወታ ዝሕታለ ምስታ ጋንታ ኣብ ሕማቕ ኩነታት ከም ዝነበረ ዝፍለጥ ኮይኑ ምስ ወዲ ጋንትኡ ሊሮይ ሳኔ ድማ ብፍላይ ብዙሕ ግዜ ከም ዘይተሰማምዐ ይዝረብ። ብፍላይ ሓደ መዓልቲ ባየር ሙኒክ ኣንጻር ሆፈንሃይም ጸወታ ሓደ ብሓደ ኣብ ዝተዛዘመሉ ድሕሪ ተስዓ ደቓይቕ ተጻወታ ኩሎም ሓሪቖም ናብ መቐየሪ ክዳን ኣብ ዘምርሑሉ ዝነበሩ ግዜ ኣብቲ ውሽጢ ብዝተፈጥረ ምጉርፋጥ ሳድዮ ማነ ንሊሮይ ሳነ ብካሶቲ ኣፍንጭኡ ከም ዝሰበሮ ምስ ተረጋገጸ እታ ጋንታ ኣብ እታ ጋንታ ድማ ኣብ ልዕሊ ሳድዮ ማነ ሓፍ ዘይብል ናይ ገንዘብ መቕጻዕቲ ከም ዘመሓለፈት ኣብቲ ግዜ ሓላፊ ናይታ ጋንታ ዝነበረ ኦሊቨር ካን ንማዕከናት ዜና ኣብ ዝሃቦ መግለጺ ይሕብር። እቲ ንሳድዮ ማኔ ዝተበየነ ናይ ገንዘብ መቕጻዕቲ 350 ሽሕ ዩሮ ኮይኑ ኣብ ባየር ሙኒክ ዝተበየነን መቕጻዕቲ እቲ ዝለዓለ ብምዃን ክብረ ወሰን ክሰብር ከም ዝበቕዐ ይፍለጥ። ሳድዮ ማኔ ብዙሕ ኣይጸንሐን ብስዑዳዊት ጋንታ ኩዕሶ እግሪ ተገዚኡ ናብ ኣልናስር ካብ ዘምርሕ እንሆ ድሮ ናብ ፍርቂ ዓመት ይቀራረብ ኣብ ዝሓለፈ ቀዳመ ሰንበት ድማ እቲ ወዲ 31 ዓመት ኮኸብ ተጻዋታይ ኩዕሶ እግሪ ሴኔጋላዊ ሳድዮ ማኔ ምስ ሓንቲ ኣይሻ ታምባ ዝተባሃለት ሕጂ 18 ዓመት ትመልእ ዘላ ጓል ኣንስተይቲ ብምምርዓዉ ኣብ ማዕከናት ዜና ዓለም ዓብዪ ኣቓልቦት ተዋሂብዎ ይርከብ ይፍቶ ኣይፍቶ ሓምኡ ንማኔ ኮይኑ ዘሎ ኣቦ ኣይሻ ብማዕከናት ዜና ተሓቲቱ ኣብ ዝሃቦ መልሲ ጓለይ 18 ዓመት መሊኣ እያ ኣይገደድክዋን ከኣ ኣብ ሂወታ ክትውስን ምሉእ መሰላ መሰል ሂበያ እየ ንሳ ከኣ ን ማኔ መሪጻ ክብል መብርሂ ሂብዎም። ሳድዮ ማኔ ኣይሻ ካብ ትወሃቦ ዓመታት ከም ዘቑጸረን ክሳብ ዓሰርተ ሸሞንተ ዓመት ትመልእ ክትጽበ ከም ዝጸነሐን ዝፍለጥ ኮይኑ ተመሃሪት ከላ ምሉእ ብምሉእ ናይ ትምህርታ ወጻኢታት ናይ ቤተሰባን ይሽፍነልና ከም ዝነበረ ኤክስፖርት ኒውስ ኣብ ዘውፅኦ መግለፂ ይሕብር። ንሳድዮ ማነ በዚ ኣጋጣሚ እዚ ሰናይ ናይ ሓዳር ግዜ እንዳተመነና ኣብ ዝቕጽል መደብ ክሳብ ንራኸብ ሰሰናዩ